ኣነ ብጣዕሚ እየ ዘፍቅሮ ኣቦ ኩሉ ተቆሎዑ እዩ ዝኣዘዘኒ ትእዛዛት ምስ ሓሳበይ ስለ ዘይስማዕማዕ ኣይኸውንን ስለ ዝበልክዎ እዚ ሕጂ ዘርእየኒ ዘሎ ባህርያ ስለ ዘርኣየኒ ደጊሙ ንኸፍቅረን ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ሎም መዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ሓንቲ ሓፍተይ ኣብ ኮሜንት ዝጸሓፈትለይ ሕቶ እየ ሒዘልኩም መጽየ ከምቲ ኩሉ ግዜ ናይዛ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ። ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ከላብወኩም ይፈቱ። ናብዛ ናይዛ ሓፍትና ዛንታ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ሰላም ኣቢየ ሰላምኪ ይብዛሕ ዝሓፍተይ ካብ ቀደም እየ ዝከታተለኪ ኣድናቂትኪ እየ ቀፅልሉ የቀኒየለይ ዝሓፍተይ እና ኣነ እውን ንእሽተን ምክሪ ደልየ እና ምስ ተኸታተልትኺ ኣማኸርኒ ምኽሪ ዝደለኹሉ ደሞ ኣነ ዝደዋወሎ ፍቕረኛ ኣለኒ ካብ ንደዋወል እውን ከባቢ ሰለስተ ዓመት ጌርና ኢና ንሱ ኣቦ ክልተ ቆልዑ እዩ ጓልን ወድን ኣለዎ ኣነ እውን ሓደ ወዲ ኣለኒ ምስ ሓደ ሓደ ቤተሰቡ እውን ኣላልዩኒ እዩ ኣነ እውን ምስ ሓወይ ኣላልየ እዩ ካብኡ ፅቡቕ ኢና ንረዳዳእ ንስማዕማዕ ነርና ከዚ ግን ናየ ድዩ ፀገም ዋላ ናዩ ጠፊኡኒ ምቅያር ኣምፅኡ ጠፊኡ ቀኒዩስ ኣጋጣምታይ ኮይኑ ኢለ ብኢሞ ደዊለሉ እንታይ ኮይንካማ ጠፊእኻ እንተበልክዎ ግን ኣነ ጥራሕ ድየ ደኣ ዝድውለልኪ ንስኺኸ ዘይትድውሊ ኢሉኒ ካብኡ ኣነ ሱቕ እንተዝብልከ ሱቕ ክትብል ድዩ ኔርካ ምስ በልክዎ ደሞ እንታይ ደኣ ክገብር እንድሕር ደስ ዘይብለኪ እኮ ምንም ክገብር ኣይክእልን ኢሉኒ ኣነ እውን ይድውለሉ እየ ዝበዝሕ ግን ንሱ እዩ ዝድውል ነይሩ። ኣብ ዝደወለ ደሞ ምልዓል ኣብየዮ ኣይፈልጥን እና ከዝስ ግዴታ ድዩ ኣነ ክድውል ዘለኒ ብምንታይ ከ ከመሓይሽ ይኽእል እንታይ ስለ ዝኾነ እዩ ኸ እዙይ ሓዱሽ ባህርያት ኣምፅኡ ዘሎ ኣነ ኩሉ ግዜ ከም ኣየ ኣይተቐየርክዎን እና እንታይ እንተገበርኩ ይሐይሽ ይረኣሲኒ ሓደ ሓደ ነገራት እውን ኣነ ዘይስማዕመዐሉ ነገር ይሓተኒ እዩ ዝበዝሕ ግን ኣይ ዝበዝሕ ግን ኣይኸውንን እየ ዝብሎ። ከምዙይ ብምባለይ ከ ክቕይሮ ዶ ይኾን? ከዚ ከም ምድውዋል መጠን ንደዋወል ኢና ብኢሞ። ኣነ መሰንጀር ስለ ዘይብለይ። ከምቲ ናይ ቀደምና ግን ኣይኮንናን ዘለና እና ናብኡ ንኽንምለስ እንታይ ክገብር ኣለኒ? ኣነኸ ጎደሎ ኣለኒ ድዩ? እንተልይኒኸ እንታይ እዩ ጎደለይ? ከስተኻኸልስ ዝሓፍተይ። ብድሕሪ እዚኣሲ ንኣብነት እቲ ዝሓተኪ ዘይተስማዕማዕኸሉ ዘለኺ ነጥብታትሲ እንታይ እዩ ኣነ እውን ንምምኻር ወይ ሓሳበይ ንምግላጽስ ክጥዕመኒ ኢለ ሓቲተያሲ ከምዚ ትርእይዎ ዘለኹም እያ መሊሳትለይ ዘላ። ንኣብነት ብሓደ ቦታ ክንገዝእ ኢና ኢሉኒ ኣብየዮ ካብኡለ ኣነ ማሕበራዊ ሚድያ ኣይጥቀምን ንሱ ግን ኣብ ማሕበራዊ ሚድያ ክነጥፍ እዩ ዝደሊ ኢላ እያ መሊሳትለይ ዘላ። ብሕጽር ዝበለ ከማኽረኪ ዝደሊ ክብርቲ ሓፍተይ ንኣብነት ብማሕበራዊ ሚድያ እንድሕር መጺእና ከም ኣነ ከም ሓንቲ ነጣፊት ማሕበራዊ ሚድያ ማለት ከመ ነጣፊት ዩቱብ ኮይነ ንኣብነትሲ እንድሕር ድኣ ኣብዚ ሕጂ ሰዓት ዩቱብ ይኹን ካልእ ማሕበራዊ ሚድያታት እንድሕር ድኣ ሰሪሕካሉ ሓደ ሂወትካ ክቕይር ይኽእል እዩ ንኣብነት ማሕበራዊ ሚድያ ብብዙሕ ነገር ኢኻ ትነጥፍ ሓደ ስራሕካ ብምፍላጥ ክትነጥፍ ትኽእል ካልኣይ ከዓ ወርሓዊ ኣታዊ ንክትረኽበሉ ክትነጥፍ ትኽእል ማለት እዩ ኣብ ፌስቡክ ይኹን ኣብ ቲክቶክ ይኹን ኣብ ቴሌግራም ኢንስታግራም ስናፕቻት ንባዕሉ ኣብ ዩቲዩብ ኣብ ብዙሕ ሶሻል ሚዲያታት ኣብዚ ሕጂ ሰዓት መብዛሕትኡ ሰብ እናነጠፈ ወርሓዊ ክፍሊት ድማ እናረኸበ እዩ ስለዚ እዚ ኣፍቃሪ ክሲ ኣብ ማሕበራዊ ሚዲያ ክነጥፍ ይደሊ ትብልዮ ዘለኺ እቲ ማሕበራዊ ሚዲያስ ንስራሕ ድዩ ዝጥቀመሉ ወይ እንተስ ንዝኸፈትኩምዎ ወይ ንዝጀመርኩምዎ ክትሸጥዎ ትደልዩ ስራሕ ንምሻጥ ድዩ ዝጥቀመሉ ደልዩ ወይስ ኣታዊ ንክረኽበሉ ድዩ ወይስ ስቕ ኢሉ ብዘይ ምንም ጥቕሚ ክነጥፍ ጥራሕ እዩ ዝደሊ? ማለት ኩሉ ሰብ ኣብ ሶሻል ሚድያሲ ኩሉ ኣታዊ ንክረክብ ኣይኮነን ዝሰርሕ። ኣታዊ ከም ዝርከቦ ንባዕሉ ዘይፈልጥ ብዙሕ ኣሎ ማለት እዩ። ስለዚ እንድሕር ደኣ ንጥቕሚ ኮይኑ ሰብ እናጠቐመ ንዓኻትኩም ዘየጣዕስ ነገር እናሰርሐሲ ኣታዊ ክረኽበሉ ዝደሊ እንድሕር ደኣ ኮይኑ ከም ኣነስ ኣብ ጎኒ ኮንኪ ክልቴኹም ኮንኩም እንድሕር ደኣ ብኩሉ ነገር ትስማዕምዑ ኮንኩምሲ ማሕበራዊ ሚድያስ ክልቴኹም ተሰራሕኹም እውን ከም ኣነ ምደገፍክዎ ይብል። እዛ ካልኣይቲ ብዛዕባ እዛ መሬት ክልቴና ንግዛእ ኢሉኒ ኣብየዮ ኢልክያ ዘለኺ ግን ምስ ናትኪ ሓሳብ እንተስማዕማዕኹ ምክንያቱ ብዛዕባ ገዛ ተቐዳዲምካ ብሓደ ምግዛእ መሬት ምግዛእ ስለ ዘፍቀርካዮ ስለ ዝተደዋወልካ ጥራሕ ብዙሕ ቪድዮታት ብዙሕ ዛንታታት ተፖሲቱ እዩ ትርእዮ ትሰምዕዮ ትኾኒ ኢኺ ኣይኸውንን ኢልክዮ ዘለኹ እውን ስለ ትርኢ ስለ ትሰምዒ ናይ ባዕልኺ ምኽንያት ስለ ዘለኪ እዩ ኢለ እየ ተረዲኤኪ ስለዚ ኣብዚኣ ደጊፈኪ ኣለኹ ካልእ ኣነ ከመኸረኪ ዝደሊ ወዲ መብዛሕትኡ ግዜ ምሳኽን ዝኾነ ዓይነት ፍቕራዊ ርክብ እንድሕር ደኣ ሃልይዎ ካባኺ ጀሚሩሲ ዝኾነ ፍቕራዊ ርክብ ነይሩኩም የፍቅረኪ የይልኪ ዝኾነ ኣዋርሕ ወይ ዓመታት ምስ ጸናሕኹምሲ ሃንደበት ዝቕየር እንድሕር ደኣ ኮይኑ ብዙሓት ኣዋልድ እንታይ ስለ ዝበደልኩ ወይ ዝኾነ ነገር ሓቲትክን ነይሩ እታ ዝሓተተክን ነገር እንድሕር ደኣ ዘየተግቤርክና ናብ ምፍልላይ ዘምርሕ ወይ ናብ ምቕያር ከምዚ ሕጂ ተቐይርክ ዘሎ ናብ ምቕያር ዘምርሕ እንድሕር ደኣ ኮይኑ ኩሉ ግዜ ነብስኽን ኢኽን ክትወቕሳ ዝርኢ ካብ ተዕልላንን ካብ ትጽሕፋለይን ማለት እዩ እዚ ግን ጌጋ እዩ መጀመርያ ሓደ ወዲ እንድሕር ደኣ ዘፍቅረኪ ኮይኑ ካባኺ ንኽፍለ ዝኾነ ትእዛዝ ኣዚዙኪ እታ ትእዛዝ ስለ ዘየተግበርክሉ ስለ ዘይተስማዕማዕኺ ጥራሕ ኣነ ዝበልክዎ ነገር ተዘይ ኮይኑ ኢሉ ዘድሐርሕር እንድሕር ኮይኑ ዝቕየር እንድሕር ኮይኑ ወይ ከዓ ና- ንፈላለ ዝብለክ ወይ ናብ ምፍልላይ ገጽ እንድሕር ደኣ ኮይኑ ብዙሕ ምልክታት ዘርእየክ እንድሕር ደኣ ኮይኑ ሓደ ኣብ ልዕሌኺ ሓቀኛ ፍቕሪ ዘይኮነሲ ናይ ኣዛዝን ተኣዛዝን ከምዚ ንስኺ ኩሉ ተግባራቱ ኩሉ ዝደለዮ ንሱ ጥራሕ ይድለዮ ንስ ክትስማዕምዕሉ ትኽእሊ ዘይክትስማዕምዕሉ ትኽእሊ ዋላ ህይወት ክዘባላሹ እውን ክኸውን ይኽእል ዋላ ሕልሚ ክዘባላሹ ክኸውን ይኽእል እዩ ንሱ ዝኣዘዘኪ ጥራሕ እንድሕር ደኣ ዘይተተግበርሉ ኮይንክ እሞ ንፈላለ ዝብለክ እንድሕር ደኣ ኮይኑ ወይ ዝቕየረክ እንድሕር ደኣ ኮይኑ ሓደ ካብ መጀመርያ ኣብ ልዕሌኺ ክብሪ ይኹን ሓቀኛ ፍቕሪ ኣይብሉን ሓደ ብሓቂ ዘኽብረኪ ብሓቂ ዘፍቅረኪ ወዲ ኣዛዝን ተኣዛዚትን ዓይነት ህይወት ኣይደልን ማለት ከም ሰብኣይኪ መጠን ኣዚዝክስ ክትእዘዝዮ ክተኽብርዮ ዘይደሊ ወዲ የለን ነገር ግን እዚኣ ተዘይኮይና ንኣብነት ከምዚኣ ተዘይጌርና ወይ ንፈላለ ወይ ከዓ ምሳኺ ክኸውን ኣይደልን ዝብል እንድሕር ኮይኑ ሓደ እዚ ምልክት ሓቀኛ ኣፍቃሪ ኣይኮነን ምልክት ሓደ በሳል ወዲ እውን ኣይኮነን ዝኾነ ነገር ብዘረባታት እንድሕር ዝሽርሸር ኮይኑ ሓሳቡ ዝቕይር መርገፂኡ ዝቕይር እንድሕር ደኣ ኮይኑ በሳል ወዲ ኣይኮነን። ስለዚ ከምኡ ዓይነት ባህርያት እንድሕር ደኣ ሃልይዎ ኣብ ዝኾነ ሰዓታት ንኣብነት ሕጂ ማሕበራዊ ሚድያ ንስራሕ ኢልኪ ምስኡ ክትሰርሒ መሬት እውን ኣብ ክልቴና ንግዛእ ኢልኩ ምስኡ ገዚእኺ ካልእ ትእዛዝ ከዓ ክእዝዘኪ እዩ። እቲ ካልእ ትእዛዝ እንድሕር ደኣ ዘይተግቢርክሉ ከምዛ ሕጂ ተቐይርኩ ዘሎ ከዓ ክቐየረኪ እዩ። ምክንያቱ ንሱ ኣብ ኣዛዝን ተኣዛዝን ዝኾነ ኣብ ጨቋኒ ዓይነት ባህርያት ደኣ እምበር ኣብ ሓቀኛ ፍቅሪ ኣብ ምክብባር ኣይኮነን ዘሎ ማለት እዩ ስለዚ ሓደ ብሓቂ ዘፍቅረክ እንድሕር ደኣ ኮይኑ ወዲ ብዙሕ ኣሽሓት ንክልቴኹም ከረሓሕቑ ዝኽእሉ ምኽንያታት ከጋጥሙ ይኽእሉ ንሱ ግን ኩሉ ግዜ ንክልቴኹም ከቀራረቡ ዝኽእሉ ፍቅርኹም ኣብ ዝዓበየ ደረጃ ከብጽሕ ዝኽእል ምኽንያታት ጥራሕ እዩ ዝእክብ ኣብ ንክልቴኹም ኣብ ዝለዓለ ደረጃ ክትበጽሕሉ ትኽእሉ ኩነታት እዩ ኣብ ምስራሕ ኣብ ምዕባይ ደኣ ዝጽዕር እምበር ክልቴኹም ትፈላለዩሉ ምኽንያታት ክቕረበልኪ ኣይኽእልን። ብዝኾነ ምኽንያት እንድሕር ደኣ ሓቲትኪ ስለ ዘይተግበርክያ ዘርሕቕ እንተኾይኑ ምኽንያት ደልዩ እዩ ሓቲትኪ ዘሎ። ክኸይድ ስለ ዝደለየ ምኽንያት ስለ ዝሰኣነልኪ እዩ ምኽንያት ደልዩ ሓቲትኪ ዘሎ ሓደ ትርድኡ ዘለክን ማለት እዩ። ከምዚኣ ስለ ዘይገበርኩሉ እዩ ከይዱ ትብሊ ተኾይንኪ ጌጋ እዩ እዚ ወዲ ካብ መጀመርያ ስለ ዘየፍቅረኪ ኣብ ልዕሌኪ ሓቀኛ ፍቅሪ ስለ ዘይነበሮ ጽኑዕ መርገጺ ስለ ዘይብሉ ጽኑዕ ውሳነ ዝውስን ዓይነት ወዲ ስለ ዘይኮነ እዩ ብደቀቅቲ ምክንያታት ዝቕየረኪ ወዲ ሓደ ክትርድእዮ ዘለኪ ማለት እዩ ንስኺ ኩሉ ትእዛዛቱ ስለ ዝፈጸምክሉን ዘይፈጸምክሉን ዘይኮነ እዚ ወዲ መጀመርያ ብሓቂ ኣፍቂርኪ ተመኒኪ ክመጽእ ኣለዎ ናባኺ እንድሕር ደኣ ንስኺ ከይበደልክዮ ከይተቐየርክዮ ባዕሉ ዝቕየር ኮይኑ ካብ መጀመርያ ከምዚ ክገልጾ ዝጸናሕኩ ባህርያት ዘለዎ ደኣ እምበር ከምዚ ጽኑዕን ሓቀኛ መርገጺ ዘለዎ ወድን ኣፍቃርን ወዲ ኣይኮነን ነይሩ ማለት እዩ። ስለዚ ንስኺ ዝኾነ ዓይነት ውሳነ ዘይትስማዕምዕሉ ውሳነ ነይሩ ብፍላይ ንሂወትኪ ዝጎድእ እንድሕር ደኣ ኮይኑ ንሱ ተቐይሩኒ ኢልኪ ንኽምለስ ኢልኪ ተተግብሪ ኣይብልክን ጽባሕ ተመሊሱ ክርሕቐኪ ስለ ዝኽእል ማለት እዩ። ካልእ ክብለኪ ዝደሊ ሓደ መብዛሕትኡ ግዜ ወሊዱ ዝተፋትሐ ወይ ከዓ ዝኾነ ፍቕራዊ ርክብ ነይርዎሲ ቅልጥፍ ኢሉ ምስኣ ተፈላለየ ኢሉ ተፈላሊና ኢና ኢሉ ወይ ምሳኺ ኮይኑ ክሓምያ ንባዕሉ ይኽእል፣ ክጸርፋ ንባዕሉ ይኽእል፣ ብዙሕ ምሽጥራ ንባዕሉ ክዛረበኪ ይኽእል፣ ምሳኺ ህይወት ዝጅምር ወዲ ክጥንቀቓሉ እዩ ዘለክን ማለት እዩ። ኣይኮነን ዶ ወሊዱስ ከይወለደ ንባዕሉ ምክንያቱ ብዝኾነ ነገር ተሃላሊኹ ምስኣ ናባኺ ክመጽእ ይኽእል እዩ። ስለ ዝተሃላለኸ ደኣ እምበር ልቡ ምስኣ ክህሉ ይኽእል እዩ። ስለዚ ኩሉ ግዜ ንስኺ ኣፍቃሪት ንሱ ከዓ ተፈቃሪ እዩ። ኣካሉ ጥራሕ እምበር ልቡ ምስኣ እንድሕር ኮይኑ ሕማቕ ህይወት ስለ ትነብሩ ማለት እዩ። ስለዚ ብዝኾነ ነገር ተፈላለዩና ኢና ኢሉኩ ወይ ብዝኾነ ነገር ተፈላለዮምሲ ውላድ ስለ ዘለዎም ግን ክራኸቡ ይኽእሉ እዮም ወይ ዘይኮነ ዘይተበተኸ ዘይተወደአ ነገር ምስኣ ክህልዎ ይኽእል እዩ። እዚኣ እውን ኣረጋግፂ ተቐዳዲምኪ ናብ ሓዳር ከይኣተኺ ይብለኪ ዋላ ከም ቀደሙ ተተመሊሱ ከምኡ ዓይነት መሲሉ ተተሰምዔ ክነባዕሉ ካብዛ ቀዳመይቲ ተፍቃሪቱ ሰበይቱ ኣደ ደቁ ዘለዎ ርክብሲ ተበቲኹ ድዩ ተወዲኡ ድዩ ማለት ውላድ ኣለዎም እዮም ብዙሕ ነገር ይራኸቡ እዮም ግን ክብለኪ ዝደለኹ ዝተረዲእ ክኸውን ይኽእል ኣረጋግፂ ይብለኪ ከልእ ከዓ በቃ ነብስኺ ኩኒ፣ መንነትኪ ኩኒ፣ ባዕልኺ ኩኒ። ንዕኡ ኢልኪ ዝኾነ ትቕይርዮ ነገር ወይ ዝኾነ ትኸስርዮ ነገር ክህልወኪ ኣይብሉን። ሓቀኛ ኣፍቃሪ ብታ ትኽክለኛ መንነትኪ፣ ብታ ትኽክለኛ ሕልምኺ፣ ባህግኺ እዩ ዘፍቅረኪ። ብምንም ተኣምር ከዓ ብከምኡ ዝቐረበኪ ዝመረፀኪ ወዲ ክቅየረኪ ይኹን ክርሕቀኪ ኣይኽእልን ኣብዚኣ ኢኺ ክትስማዕምዕ ዘለኪ ክትክተልያ እውን ዘለኪ እየ ዝብለኪ ክብርቲ ሓፍተይ ንሎም መዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናይ ንዓኹም ባይ ባይ